ንዓኣ እዮም ክፍትኑ ብዝተፈላለየ መገዲ ክፍትኑኒ እዮም ስለዚ ነዚኣ ጠጠው ከብላ ከምዘይብለይ እሳቶም ጠጠው ክብል እዮም ዝደልዩኒ ኣነ ግን ጠጠው ከብላ ከምዘይብለይ ክቕፅል ከም ዘለኒ እየ ኣሚና ኣትየያ እንታይ ኢኹም እዞም ይኣክል ደንጒኹም እንታይ ደኣ እሞ ኣኼባ ጥራሕ ድኹም ትገብሩ ገለ እዩ ዝብለካ ሕጂ ከምዚ ምፅእ ኢልካ ለውጢ ዝመፅእ ዝመስሎ እውን ብዙሕ ሰብ ኣሎ ማለት እዩ

ሰላም ገነት ቃልሲ ናይ ፍትሒ መዓስ ተጸንቢርክዮ እንታይ ከ ደሪኹኪ ንክትጽንበሪ? ኣብዚ ቃልሲ ዳርጋ ካብ ክልተ ሽሕን ሓደን ጀሚረ ምስቲ ናይ ጂ ፊፍቲን ምእሳር ገለመለ ክቃወሞ ጀሚረ እየ ማለት እዩ ብውሽጠይ ግን ዓው ኢለ ናብቲ ቃልሲ ኣይተጸንበርኩን ነይረ ኣብ ገዛ ኮይነ ጥራሕ እየ ናብ በዓላት ናይ ህግደፍ ኣይከይድን እየ ናብ ኣኼባታት ናብ ፌስቲቫላት ከምዚታት ጠጠው ኣቢለ ነይረ ዝያዳ ብቓልሲ ዝተጸምበርክዎ ግን ምሉእ ብምሉእ ዝተጸምበልክዎ ዝተጸምበርክዎ ካብ ክልተ ሽሕን ዓሰርተ ትሽዓተን ምስታ ናይ ከሰርናን ግዜ እያ ያ ኣይ ቲንክ ክልተ ሽሕን ዓሰርተ ሸሞንተን እያ ነይራ መስለኒ ብፍሉይ ክትንክፈኒ ዝኸኣለት ንሳ ኣብቲ ቃልሲ ናይ ሰውራዊ ቃልሲ ተሳቲፈ ነይረ እየ ከም ቀያሕቲ ዕምባባ ናይ ደቂ ኣምሓረ ኮይነ ወፅየ ብንእስነተይሲ እቲ ኩሉ ገድሊ ርእየዮ እየ ማለት እዩ፣ እቲ በረኸታት ስንጭሮታት ገድሊ። ኣጋጣሚ ኮይኑ ቀልጢፈ ትምህርቲ ተምሃሮ እንዳተምሃርና ተማሪኸ ኣትየ። ስለዚ ብዙሓት መዓብይተይ ኣብኡ ዝዓበዩ ግደ መውጋእትን መስዋእትን ኮይኖም እዮም። ስለዚ እቲ መስዋእቲ ዝነበረ ከኣ ሓራ ኤርትራ ኮይና ብደቃ ትመሓደር ኤርትራ ኮይና ካብ መግዛእቲ ነጻ ትከውን እዩ እቲ ቃልስና ነይሩ። መስዋእቲ ተኸፊልዎ፣ መውጋእቲ ተኸፊልዎ፣ ግዜ ተኸፊልዎ። ኮይኑ ግን ኣብቲ ክልተ ሽሕን ዓሰርተ ሸሞንተን ዝገበሮ ኢሳያስ ኣብ ኢትዮጵያ ከይዱ ምስ ኣብይ ኢትዮጵያን ኤርትራን ክልተ ሃገር እየን ዝብል ዓሻ እዩ ኣብይ መራሒና ኢኻ ዝብሎ ብዙሕ ነገራት ነይሩ ስለዚ እዚ ብጣዕሚ ከቆጣዓኒ ክኢሉ ማለት እዩ ብድሕሪ እዚ ጠጠው ክብል ኣይከኣልኩን ናይ ግድን ክቃለሶ ከም ዘለኒ ተረድኤ ብኣካል ክሳተፍ ጀሚረ ዕስራን ሓሙሽተን ዓመታት ጠፍዐ ግዜ፣ ተኸስረ ዕድል ብዝኾነ ይኹን መንገዲ ክትልክዖ ውን ዝከኣል ኣይኮነን። ሎሚ ኣብዚ ሕጂ ዘለናዮ ግን ኣይከሰርናን ኣየጠፍኣናን ንብረትና ብሙሉኡ መሊስና ኢና።
ኣብ ክልተ ሽሕን ሓደን ብፍላይ ምስ ምእሳር ናይ ጂ ፊፍቲን ብዙሕ ዝስምዓኪ ሕማቕ ነገራት ከም ዝነበረ ክትነግርና ጸኒሕኪ። ብፍሉይ ግን ድሕሪ ክልተ ሽሕን ዓሰርተ ሸሞንተን ኢኺ ብቕልዑ ወፂኺ ኣብቲ ናይ ፍትሒ ቃልሲ ተፀንቢርኪ ሕጂ ኣብቲ ኣብ መንጎ ክልተ ሽሕን ሓደን ክሳብ ክልተ ሽሕን ዓሰርተ ሸሞንተን ዝነበረ ንኸይትቃለሲ ብክፉት ኣገባብ ወይ ብክፉት መገዲ ንኸይትወፅ ብቓልዕ ዝዕንቅፀኪ ነገራት እንታይ ነይሩ ኮነ ኸውን?
ዳርጋ ቅድሚኡስ ብፍሉጥ እውን እዚ ምንቅስቓስ ነይሩ እዩ ዝብሎ ቃልስስ ኣይነበረን ኣብቲ ግዜ እቲ ኣጋጣሚ ኮይኑ ብዙሕ ዘይወፅእ ድየ ነይረ ዘይፈልጦ ድየ ኮይነስ ዝፈልጦስ ኣይነበረን ካብ 218 ግን ብዓብኡ ስለ ዝወፀ እቲ ሰብ እቲ ናይ ይኣክል መደብ እውን ስለ ዝነበረ ኤግዛክትሊ ምስኡ ወፀ ማለት እዩ ስለዚ ዝያዳስ እቲ ቃልስስ ብዙሕ ኣፍልጦ ኣይነበረንን ክብል እኽእል እየ ስለዚ ምንቅስቓስ ይኣክል ምስ መፀ ብዝሒ ህዝቢ ብክፉት መገዲ ኣንጻር እቲ ስርዓት ሽሙ ገሊጹ ምስሉ ከፊቱ ይኣክል ኢሉ ክወጽእ ከሎ ንዓኺ ገለ ድርኺት ፈጢሩልኪ ማለት እዩ። ብጣዕሚ ከምቲ ክብለካ ዝጸናሕኩ እቲ መስዋእቲ ብጾተይ ዝነበረ ነይሩ ብዓቢኡ ከኣ እቲ ስርዓት ዝገብሮ ዝነበረ ግፍዕታት ኣብ ዓድናን ተመሊሱ ከኣ ናብ ኢትዮጵያ ክመልሳ ምድላይን ብዙሕ ድርኺት ገይሩለይ እዩ። እዚ ቃለስ ወሲነ። ይኹን ንነብሰይ ይኣክል ብዛዕባ ሓው ከተዛርቢ ብዛዕባ ካልኦት እሱራት እውን ክንዛረብ ብዛዕባ እቲ ዘሎ ሽግራት ንኽንዛረብ ይኣክል ክንብል ኣለና ኢለ ወፅየ ዘለኹ ሎማዓንቲ ነዚ እዩ ማለት እዩ ስጋዕ ሕጂ የሴፍ እንታይ ገይሩ ተኣሲሩ ኣበይ ተኣሲሩ ኣሎ ብሂወት ኣሎ ድዩ የለን ክሳብዛ ደቕቕ እዚኣ ንፈልጦ የለን ናይ ህግደፍ ነገር ኩልኹም ትፈልጥዎ ኢኹም ከምኡታት ዝነግር ኣይኮነን ማለት እዩ ስጋዕ ሕጂ ብሂወት ሃልዩ ክህልወልና ብሂወት ሓውና ናይ ወትሩ ጸሎትና እዩ ኣብ ጸሎትኩም ድማ ክትዝክርዎ ብትሕትና ይሓተኩም ካብዚ ሓሊፈ ሓንቲ ነገር ክሓተኩም ዝደሊ ንእሱር ሓወይ የሴፍ ብርሃነ ወዲ ዝንብሽ ኣብ ህዝቢ ተፈላጥነት ንኽህልዎ እንተኽኢልኩም እንተወሓደ ንሓንቲ መዓልቲ እንተኽኢልኩም ድማ ንሓንቲ ሰሙን ናይ ፕሮፋይል ፒክቸርኩም ብናይ የሴፍ ስእሊ ንኽትገብርዋ ብትሕትና ይሓተኩም። ኩሉኹም ቤተሰብን የዕሩኽትን መሓዙት ናይ ፌስቡክ መጋድልቱ የዕሩኽቱ ንየሴፍ ኩሉኹም ደለይቲ ፍትሕን እንተኺእልኩም እዚኣ ሕቶ እዚኣ ፕሮፋይል ስእልኹም ናይ የሴፍ ንኽትገብርዋ ብትሕትና ይሓትት ማለት እዩ።
ሕጂ ይኣክል ኢሉ ደገ ዝወጸ ነቲ ቃልሲ ዝተሓወሶ ኣዝዩ ብዙሕ ሰብ እንድዩ ነይሩ። ብፍላይ ብኣሜሪካ እንድሕር ክንዛረብ ኮይና ብዙሕ ሰብ ግን እንዳተዳኸመ እንዳሰልከየ ዝኸይድ ዘሎ ይመስል ዋላ ኩሉ ኣይኹን ሕጂ ንዓኺ ብፍሉይ ክሓተኪ ዝደሊ ካብቲ ናብ ይኣክል ተሓዊስኪ ንፍትሒ ደው ዝበልክሉ ሰዓት እንታይ ዓይነት ዋጋ ትኸፍልላ?
ያህ እዚኣ ፅብቕቲ ሕቶ እያ ናይ ብሓቂ ክትምለስ ዘለዋ እያ ኩልና ከዓ ክንሪኣ ዘለና እያ ማለት እዩ ካብ ዝመፅእ ጀሚረ ዳርጋ ኣብ ሲያትል ስምፅእ ምስ በልኩ ኣብቲ ናይ ኣካያዲት ኮሚቴ ተመሪፀ ሓንቲ ካብኣቶም እየ ማለት እዩ ሕጂ ኣብቲ ቃልሲ ብዙሕ ፈተነታት የጋጥመካ እዩ ምናልባት ማለትሲ ብሓንሳብ ዘይምርድዳእ ይህሉ ዘይምስምማዕ ይህሉ ወይ እቲ ዋላ እኳ ኣብ ዕላማ በበይንና ኢና እንተዘይበልካስ ኣብ ኣካይዳ ዘይምስምማዕ እውን የጋጥመካ እሞ ሕጂ ኣብ መንጎ እቶም ተቓለስቲ ንርእስኻስ ምፍሕፋሕ ይፍጠር። ሕጂ እዚ ካብቲ ንቓልሲ ትገብሮ ግዜኻ ተሕልፎ ንላዕሊ ንዕኡ ነቲ ጭቕጭቕ ተሕልፎ ግዜ ይበዝሕ ስለዚ ቁሩብ ኣብዚ ሕጂ ክስታይ ይገብረልካ እዩ ማለት እዩ ስትረስ ይፈጥረልካ እዩ የጨንቐካ እዩ የሸግረካ እዩ በቲ ግዜኻ ተጥፍእ ኣለኻ ክትቃለስ ኢልካ በቲ ከዓ እንድሕር ንጭቕጭቕ ኮይኑ የሰክፈካ እሞ ዝበዝሕ ሰብ ሕጂ ኣብኡ ጠጠው ምባል ይመርጽ ናተይ ዕላማ ከም ሓቂ እንድሕር ደኣ ሓንሳብ እታ ቃልሲ ክኣትዋ ከለኹ ክሳብ መጨረሻ ክቃለስ ምዃነይ ወሲነ እየ ኣትየ። ዝኾነ ዘጋጥመካ ጸገማት ከኣ ዋላ እውን ልኡኻት ካብ ህግደፍ እውን ክህልዉኻ ክእሉ ንዓኻ ኣትዮምሲ ከመይ ገይራ እንድሕር ደኣ ቃለሳ ኣለኹ ገነት ከመይ ገይራ ካብ ቃልሳ ጠጠው ክትብል ኣለዋ እዮም ዝብሉ ማለት እዩ። ንዓኣ እዮም ክፍትኑ ብዝተፈላለየ መገዲ ክፍትኑን እዮም። ስለዚ ነዚኣ ጠጠው ከብላ ከምዘይብለይ እሳቶም ጠጠው ክብል እዮም ዝደልዩኒ ኣነ ግን ጠጠው ከብላ ከምዘይብለይ ክቕፅል ከም ዘለኒ እየ ኣሚነ ኣትየያ በዚ ከዓ ከምዚ እዩ ክኸውን ዘለዎ ግን ብዙሕ ሰብ ብከምዚታት ተሪፉ ክኸውን ይኽእል ይብል ሓደ ካብቲ ነጥቢ ማለት እዩ ዝበዝሕ ከዓ ዳርጋ ብስምዒት ይመፅእ ኣብቲ መጀመርያ ግዜ እሞኒ እንታይ ዋጋ ክኸፍል እዩ ክንደይ ግዜ ክወስደሉ እዩ እዚ እውን ዘይ ከይተረድአ ዳርጋ ዝበዝሕ ሰብ ሕጂ እንታይ ትብለካ እንታይ ኢኹም እዞም ይኣክል ደንጒኹም እንታይ ደኣ እሞ ኣኼባ ጥራሕ ድኹም ትገብሩ ገለ እዩ ዝብለካ ሕጂ ከምዚ ምፅእ ኢልካ ለውጢ ዝመፅእ ዝመስሎ እውን ብዙሕ ሰብ ኣሎ ማለት እዩ ኣነ ብዙሕ ዓመታት ወላ ሚእቲ ዓመት ውን ከምቲ ኣቦና ወይ ኣያና ቢተወደድ ዝበሎ ቃልስና ሓርነት ውን ሓምሳ ዓመት ክወስደልና ምዃኑ ወይ ከዓ ልዕሊ እዩ ክወስድ ምዃኑ ኣሚንካ እንድሕር ዘይኣቲኻዮ ቁሩብ ቀልጢፍካ ተስፋ ክትቆርጽ ትኽእል ኢኻ። እዚ ቃልሲ ከኣ ብርግጽ ናይ ክልተ ዓመት፣ ናይ ሰለስተ ዓመት፣ ናይ ሓሙሽተ ዓመት ዘይኮነ ዋላ ክሳብ ሚእቲ ዓመት እውን ከኺደና ምዃኑ ወለዶ ንወለዶ እንዳተተኻኸ ስለዚ እዚ ትጽቢት ዘይምንባሩ ከኣ ቀልጢፉ ጠጠው ከብሎ ክኢሉ ዝብል ሓሳብ ኣለኒ እሞ ብኹሉ እዩ። ጽቡቕ ስለዚ ነቶም ኣብዚ ቃልሲ ናይ ፍትሒ ተበጊሶም ቁሩብ ንድሕሪት ዝጉተቱ ዘለዉ ሰባት ብፍላይ እኳ ድኣ ንደቂ ኣንስትዮ ገለ ናይ ምትብባዕ መልእኽቲ እንታይ ክተመሓላልፍለን ትደልዪ? ደቂ ኣንስትዮ ብነብሰን እኳ ድኣ እርጋ ዝበዝሓ ተባዓት እንድየን ግን ከኣኒ እዚ ቃልሲ'ሲ ቃልሲ ናይ ደቂ ኣንስትዮ እዩ ብዓቢኡ ክኸውን ዘለዎ ከማን ኢለ እየ ዝኣምን ማለት እዩ። ምኽንያቱ ኣብ ዓዲ ዘለዋ ኣሕዋትና ኣዴታትና መሳቱና ኩለን ርኤና ኣለና ደቀን ተወሊዶም ምስ ዓበ ካብ ክውለዱ ከለዉ ጀሚሮምሲ ኣቦታቶም ኣገልግሎት እዮም ዝኸዱ ካብ ኣገልግሎት መጺኡ ሓደ ኣቡኡ ይጥነስ መሊሱ ይምለስ ትቡኡ ኣብ ዓመት ከማን እንተርእይዎ እዩ ማለት እዩ ዓዓመት ተማላሊሱ ንበይነን ሲንግል ማዘር ኮይነን እየን ዘዕብየኦም ነተን ነቶም ደቀን ዘለዉ ዓሰርተ ሽዱሽተ ዓሰርተ ሸውዓተ ምስ ኣኸለ ከዓ ንሳዋ ከይድ ባዕሉ እቲ ቆልዓ ኣርኪቡስ ንሳዋ ከይድ ካብኡ ከዓ መዓስ ክመፅእ እዩ መዓስ ክምለስ እዩ ትምህርቱ ክገብር ኣይክእልን እዩ ከም ዝደለዮ ከም ዕላምኡ ሓዳሩ ክገብር ኣይክእልን እዩ ስድርኡ ክኣሊ ኣይክእልን እዩ እዚ ኩሉ ፀገማት ኣለዎን ኣዴታትና ንኣሕዋትና ናብ ዓዲ ዘለዋ ኣብዚ ግን ብተዛማዲ ደቅኻ ብሰላም እኻ ተዕቢ ከም ድላዮም ክዳኖም እንዳቀየሩ እንዳጸገቡ ተደልዮም ምርዓዉ ተደለዮም ይሰርሑ ተደልዮም ይመሃሩ ዕድላት ኣሎ ማለት እዩ ስለዚ ነተን ኣዴታትናን ኣሕዋትናን መታን ካብቲ ዘለዎ ጸበባ ንኸነውጽን ዝያዳ ደቂ ኣንስትዮ ክንቃለስ ከም ዘለና ከተባብዐ ንደሊ ማለት እዩ። የቐኔለይ ገነት ኣዝዩ ደስ ዝብል ቃለ መጠይቕ እዩ። ምናልባት ዘይተንከፍክዎ ዝኾነ ይኹን ኣርእስቲ ወይ ዝኾነ ይኹን መልእኽቲ ንስኺ ክተመሓላልፍዮ እንተሎ ንእሽተይ ዕድል ክህበኪ።
ዳርጋ ኩሉ ተባሂሉ እዩ ግን ኩሉ እዚ ኣብ ዲያስፖራ ዘሎ ከዓ ነቲ ቃልሲ ክፅምበሮ ናይ ግድን ቃልሲ ከምዚ ክንብሎ ዝፀናሕና ቃልሲ እዩ ከም ሽሙ ሓፂር ቃልሲ የለን ቀሊል ቃልሲ ከዓ የለን ስለዚ ተቢዕና ክንሕዞ ከም ዘለና ክሳብታ ዘለና ሂወት ምንባር ማለትሲ ሕልና ምግባር ክህልወካ ኣለዎ በዓል ሕልና ክትከውን ኣለካ ክትነብር ስለዚ ሕልና ጌርና ነቲ ብዓድና ዘሎ ህዝቢ ዝማሳቐል ዘሎ ንዕኡ ንምርዳእ ኩልና ብሕልና ክንቃለስ ከም ዘለና ዘዘለና ክነበርክት ብጊዜ ዘለዎ ብጊዜ ብቓልሲ ክቃለስ ዝኽእል ብገንዘብ ክህብ ዝኽእል በብዓቕምና ክንገብሮ ይላቦ ማለት እዩ። የቐኔለይ ብሽመይን ብሽም ተዓዘብቲ ነመስግን ሰናይ ምሸት።